ሻሎም ሻሎም ዝኸብርኩም ተኸታተልቲ ኣገልግሎት ያው ቃል ምሳኹም ዘለኹ ሓውኹም ሃዋርያ ዘረ ጸጋየ ሎማዓንቲ ብዛዕባ ኦርቶዶክሳውያን ድሒኖም ድዮም ካቶሊካውያን ከምኡ ድሒኖም ድዮም ኣይደሓኑን ዝብል ሓሳብ ከነልዕል ኢና ድሒኖም እንተ ኮይኖም ንምንታይ ወንጌል ንሰብከሎም ምድሓን ብክርስቶስ እንተ ኮይኑ ኣብ ዘለዎ ኮይኖም ክድሕኑ ይኽእሉ እንተ ኮይኖም ንምንታይ ባዘር ንገብሮም ንምንታይ ንርብሾም ኣብ ዘለዎ ኮይኖም ጎይታ ክስዕቡ ዘይንሓድጎም ዝብል ሓሳብ ቅድሚ ምምላስና ነዛ ቻነል እዚኣ ሳብስክራይብ ዘይገበርኩም ፕሊስ ሳብስክራይብ ግበሩ። ብዙሕ ንሪኦ ሓቅታት ብዙሕ ንሪኦ ትምህርታት ክህልው እዩ። ነቲ ሓቂ ክትፈልጡ ያኹም እቲ ሓቂ ድማ ሓራ ከተውፅኣኩም እያ ዝብለና መፅሓፍ ቅዱስ ብቃል እግዚኣብሄር ብዘይ ምትሕዋስ ብሓቂ ብቕኑዕ ሓቓና ብፁሩይ ልቢ ብቕኑዕ መንፈስ ወንጌል እንምህረሉ ቻነል ስለ ዝኾነ እዚ ቻነል እዚ ፕሊስ ሳብስክራይብ ብምግባር ንቻነል እዚ ክትዕብይዎ ብጎይታ ሓተኩም ከምኡ ድማ ኣብ ከተማ ቶሮንቶ ብዙሕ ግዜ ኣበይ ኣድራሻኹም ኢልኩም እትሓቱና ድማ ኣብ ቤተክርስትያን ህያው ኣምላኽ ኣብ ዓሰርተው ሓሙሽተ ሱሳን ሸውዓተን ኪል ስትሪት ዋን ፋይቭ ሲክስ ሰቨን ኪል ስትሪት ኣብ ዝርከብ ቤተክርስትያንና ሰንበት ሰንበት ሰዓት ሰለስተን ፈረቓን ዝጅምር ናይ ቃል ኣምላኽ ናይ ኣምልኾ ናይ ጸሎት ግዜ ኣሎና ኣብዚ ክትሓብሩና ብትሕትና እሓትት ንኺድ እምበኣር ናብቲ ዘሎ መዓልቲ ዘሎ ትምህርቲ ኣገዳሲ ሕቶ እዩ ካልኦት ክበፅሑ መታን ድማ ሸር ግበሮ እዚ ትምህርቲ እዚ ብፍላይ ድማ ቤተሰብኩም ክድሕኑ እትደልዩ እዚ ምህሮ እዚ እዚ መልእኽቲ እዚ ሸር ክትገብርዎ ብትሕትና ሓተኩም ናብ ምህሮና ንኺድ ሰናይ ምክትታል ሎሚ ንሪኦ ሓሳብ ኦርቶዶክስ ወይ ካቶሊክ ድሒኖም ድዮም ወይስ ኣይደሓኑን ዝብል ሕቶ ኢና ክንምልስ ወይ እዚ ሕቶ እዚ ቅቡል ዘይመስል ክኸውን ይኽእል እዩ ወይ ድማ ኣገባብ ዘለዎ ሕቶ ድዩ ድፍረት ዘለዎ ሕቶ ዶ ኣይመስልን ዝብል ክለዓል ንቡርን ባህርያውን እዩ። እዚ ኣርእስቲ እዚ ክንመሃሮ ወይ እዚ ኣርእስቲ እዚ ከልዕሎ ዘገደደኒ ክልተ ዓበይቲ ምክንያታት ኣለዋ። ቀዳማይ ድሒኖም እንተ ደኣ ኮይኖም ንምንታይ ኢና እሞ ንኦርቶዶክሳውያን ወይ ድማ ንካቶሊካውያን ወንጌል ንሰብከሎም ጎይታ ተቐበሉ የሱስ መድሓኒ እዩ ጎይታ መንገድን ሓቅን ህይወትን የሱስ እዩ ኢልና ንሰብከሎም ስለምንታይ ብሓቂ ዳግም ተወሊዶም ወይን ድሕነት ረኺቦም እዮም እንተ ኢልና ንኣምን ኮይንና ንምንታይ ወንጌል ንሰብኽ? ንምንታይ ብዛዕባ ክርስቶስ ንዓታቶም ንምስክረሎም? ሓደ እዋን ኩሉ ግዜ ኣብዚ ከተማ ናይ ወንጌል ናይ ምምስካር ግዜ ኣሎና እና ወንጌል ክንመፅእ እንከለና ክንሰብኽ ከለና ሓደ ሓደ ግዜ ኣመንቲ ንረክብ እሞ ብጎይታ የሱስ ክርስቶስ ክትኣምን መንገዲ ሓቅን ህይወትን የሱስ እዩ ኢልና ገለ ጽሑፋት ክንብ ከለና ኣብ ብጎይታ እየ ቴንክ ዩ ኣምላኽ ባርክ ኣነ እውን ኣማኒ እየ ኣነ እውን ብጎይታ እየ ምስ በለና ኦ ኣምላኽ ባርካ ኣብ ናይ ቤተክርስትያን ትኸይድ ኣብ ከምዝን ከምዝን ኦኬ ኣምላኽ ባርካ ኢልና ነፋንዎም ብዙሓት ሰባት ኣለዎ ኦርቶዶክስ እየ ካቶሊክ እየ ተልና ግን ኦ በቃ ኣብ ዘለኻዮ ኣይንብልን ኢና ዋይ እንታይ ስለ ዝኾንና So እዚ ሕቶ እዚ ክንምለሶ ስለ ዘለና ኦርቶዶክሳውያን ወይ ድማ ካቶሊካውያን ድሒኖም ድዮም ዝብል ሕቶ ኣገዳሲ እዩ። ካልኣይ ድማ ሐራይ ሰብ ብክርስቶስ የሱስ እንተ ኣሚኑ ኣብ ዝሃለወ ይሃሉ ኦርቶዶክስ ይኹን ካቶሊክ ይኹን ዘገድስ ሰብ ብክርስቶስ የሱስ ክኣምን ሰብ ልቡ ኣሚኑ ይጸድቕ ብኣፉ ተኣሚኑ ድማ ይድሕን ካብ ኮነ እሞ እዞም ሰባት እዚኣቶም ኣብቲ ዘለዎ ቤተ እምነት ኮይኖም ኢየሱስ ክርስቶስ ጎይታን ኣምላኽን ገይሮም እንተ ተቐቢሎሞ ንምንታይ ኣብ ዘለዎ ኮይኖም ክርስቲያናት ዘይኮኑ ኣብ ዘለዎ ኮይኖም ዘድሊ ጎይታ ምርካብ ዶ ኣይኮነን ዘድሊ ንክርስቶስ ኢየሱስ ናይ ግሊ መድሓኒኻ ናይ ግሊ ጎይታኻ ጌርካ ምቕባል ምስዓብ ዶ ኣይኮነን እዚ እንተ ኮይኑ ኣብ ዘለኻ ሃሊኻ ንጎይታ ምስዓብ እንተ ኮይኑ ንምንታይ ናብዚ ንሕና ዘለና ቤተ እምነት ናብ ወንጌላውያን ናብ ገለ ናብ ኦርቶዶክስ ናብ ዘይኮኑ ናብቶም ወንጌላውያን ንበሃል ፔንቴኮስታል ንበሃል ብልምዲ ማለት እዩ ናብኡ ንዕድመሎም ምክንያት ንምንታይ እዩ ኣብ ዘለዎ ኮይኖም እንተ ደኣ ድሒኖም ኮይኖምሲ ንምንታይ ባዘር ንገብሮም ንምንታይ ንርብሾም ኣብ ዘለዎ ኮይኖም ንክርስቶስ ክስዕቡ ዘይንሓድጎም ዝብል ሕቶ ኢና ክንርኢ ማለት እዩ መጀመርታ ክንምልሶ ዘለና ሕቶ እንተ ኣሎ ድሕነት ብውልቅኻ ብግልኻ ብብሕትኻ እትሕተቶ ሕቶ ደኣ እምበር ብሓባር፣ ብጉጅለ፣ ብደረጃ ቤተ እምነት፣ ብደረጃ ቤተሰብ፣ ብደረጃ ሃይማኖት እንሕተቶ ነገር የብልናን። ምድሓን ናይ ውልቂ እዩ። ምድሓን ፐርሰናል እዩ። ብግልኻ እትውስኖ ውሳኔ፣ ብግልኻ እትኣምኖ ምእማን እምበር ብቤተ እምነት ደረጃ ብሃገር ደረጃ ብቤተሰብ ደረጃ እንሕተቶ ሕቶ የብልናን። ሓደ እዋን ኣብዛ ለንቅነ ኣብዛ ናይ ቅናት ሚድያ ኣብ ዝነበረትና ኢንተርቪው ብቶማስ ሓውና ሓንቲ ሕቶ ተላዒላ ሓደ ሰብ ኣብ ኦርቶዶክስ ሃልዩ ንክርስቶስ የሱስ ናይ ግሊ መድሓኒ ገይሩ እንተ ተቐቢልዎ ዝብል ሕቶ ምስ ኣምፀ ፊልሞ ኖኖኖ ኣብዚ ናይ ግሊ ዝበሃል ነገር እዚ ናትና ቤተ እምነት ኣይኮነን ኣብዚ ኦርቶዶክስ ናይ ግሊ ዝበሃል የለን ንሕና ንክርስቶስ መድሃኒ ዓለም ኢልና ኢና ንኣምኖ ብመድሃኒ ዓለም ኢና ንቕበሎ እምበር እዚ ናይ ግሊ ዝበሃል ናይ በዓል ካልቪን ናይዞም ፔንቴ ናይዞም ሕጂ ዘለዉ ዘምፅዎ እምበር ቤተክርስትያንና ናይ ውልቂ ናይ ግሊ መድሓኒኻ ናይ ብሕቲ መድሓኒኻ ዝበሃል ነገር ኣይትቕበሎን እያ ወል ዓብ ጌጋ ምክንያቱ ብደረጃ ሃይማኖ እንተደኣ ኮይኑ there is a big question ዓቢ ሕቶ ኣሎ ማለት እዩ ኣብ ኦርቶዶክስ ኮንካ ናይ ብሓቂ ጎይታ ረኺብካ ክትድሕን ትኽእል ዲኻ ዝብል ሕቶ ክምለስ ኣለዎ ምክንያቱ ብሓባር እንተደኣ ኮይኑ ኩሉ ኣብኡ ዘሎ ናይ ትምህርቲ ናይ ኣካይዳ ናይ ልምምዳት ኩሉ ጥርንፍ ኣቢልካ ክትፈርድ ኢኻ ማለት እዩ ስለዚ ምድሓን ብግሊ እዩ ብውልቂ መጽሓፍ ቅዱስ ብግልጺ ስለ ዝነገረና እየ ዝዛረብ ዘለኹ ቀዳማይ ጎይታ የሱስ ክርስቶስ ኣብ ማቴዎስ ወንጌል ምዕራፍ ዓሰርተ ሽዱሽተ ዕስራን ሸውዓተን ከምዚ ኢሉ ኣሎ፣ ወዲ ሰብ ብኽብሪ ኣቦኡ ምስ መልኣኽቱ ክመጽእ እዩ እሞ፣ ንነፍሲ ወከፍ ከከም ግብሩ ክህቦ እዩ። ንነፍሲ ወከፍ እያ ትብል። ስለዚ በብግልና ኢና ኣብ ቅድሚ እግዚኣብሄር ኣምላኽ እንቐርብን እንሕተትን። ኦኬ ንነፍሲ ወከፍ ከከም ግብሩ ክፈድዮ ወይ ድማ ከከም ግብሩ ክህቦ እዩ እሞ ብግብርና ንጸድቕ። ዌል ዝሓለፈ እዋን ርኢናያ ስለ ዝኾንና እንታይ ማለት ምዃኑ ኣብዚ ኣብቲ ዝሓለፈ ቪድዮ ክትርእይዎ ትኽእሉ ኢኹም ማለት እዩ ካልኣይ ኣብ ሉቃስ ድማ ምዕራፍ 14 33 ድማ ከምዚ ኢሉ ኣሎ ከምኡ ከዓ ነፍሲ ወከፍኩም ዘለዎ ኩሉ ዘይቀበፀ ወደ መዝሙረ ክኸውን ኣይክእልን እዩ ስለዚ ነፍሲ ወከፍ እዩ ዘለዎ ቀቢፁ ኦከ እዚ ናተይ እዩ እዚ ምሳይ ተማልኤ እዮ ተሓንጊጠ እየ ክመፅየ ዝበሃል ነገር የለን ንክርስቶስ ክስዕብ ተዳ ኮንካ ነፍሲ ወከፍ እምበር ብሓባር ኣይኮነን ብጉጅለ ኣይኮነን ወይም ድማ ብደረጃ ቤተ እምነት ኣይኮነን ብደረጃ ቤተሰብ እውን ኣይኮነን በብውልቅና ኢና እንሕተት ስለዚ እዩ ሰብ ብልቡ ኣሚኑ ይጸድቕ ብኣፉ መስኪሩ ድማ ይድሕን እሞ ብልብኻ የሱስ ጎይታ ምዃኑ እንተ ኣመንካ እዩ ትብል እንተ ኣመንኩም ኣይኮነን እንተ ኣመንካ ስለዚ ናይ ግሊ ሕቶ እዩ ኦኬ ናይ ግሊ ሕቶ እዩ ግብረ ሃዋርያት ምዕራፍ 326 ኣምላኽ ንነፍሰ ከፍኩም ካብ ክፍኣቱ እናመለሰ ምእንቲ ክባርኸኩም ሲ ንወዱ ኣተንሲኡ ቅድሚ ዅሉ ናባኻትኩም ለኣኾም። እንታይ ይብል ኣሎ እምበኣር? ኣምላኽ ንነፍሲ ወከፍኩም ካብ ክፍኣቱ እናመለሰ። ስለዚ ንነፍሲ ወከፍና እዩ ጐይታ ክረኽበና ዝደሊ። ናይ ግልና ጐይታ ናተይ እዩ። የስ ክርስቶስ መድሓኒ ዓለም ንዅሉ ዓለም ከድሕን ዝተገልጸ መድሓኒ ዓለም እዩ ጐይታ የሱስ ክርስቶስ ኦፍ ኮርስ። ነገር ግን ንዓይ ናይ ብሕተይ መድሓኒ እዩ። እቲ መድሓኒ ዓለም እሱ ንዓይ ናይ ብሕቲ ጐይታይን ኣምላኸይን እዩ። ማር። ግብሪ ሃዋርያት ምዕራፍ ዓሰርተ ሰለስተ ሰላሳን ትሽዓተን ድማ ከምዚ ይብል፣ ነፍሲ ወከፍ ኣማኒ ብእኡ ከም ዝጸድቕሲ ኣባኻትኩም ፍሉጥ ይኹን። ነፍሲ ወከፍ ኣማኒ ኦኬ ሃዋርያ ጳውሎስ ከንታይ ኣሎ ኣብ ሮሜ ምዕራፍ ክልተ ሽዱሽተ ንሱ ንነፍሲ ወከፍ ከከም ግብሩ ክፈልዮ እዩ ንመን ንነፍሲ ወከፍ ንኦርቶዶክሳውያን ንጴንቴኮስታል ንወንጌላውያን ንካቶሊካውያን ኖ ንነፍሲ ወከፍ ምድሓን ናይ ብሕቲ እዩ ናይ ግሊ እዩ ምስ ግልኻ ብግልኻ ምስ ጎይታ እትውድኦ ነገር እዩ እንደገና ኣብ ሮሜ ምዕራፍ ዓሰርተ ካብ ዓሰርተ ሰለስተ ከምዚ ይብል ማለት ነፍሲ ወከፍ ስም እግዚኣብሔር ዝጽውዕ ዘበለ ክድሕን እዩ ነፍሲ ወከፍ ኦኬ ሮሜ ዓሰርተ ኣርባዕተ ዓሰርተ ክልተ ድማ እምበኣርሲ ነፍሲ ወከፍና በብናይ ርእሱ ንኣምላኽ ጸብጻብ ክህብ እዩ ስለዚ ኣብ ቅድሚ ኣምላኽ ክቐርብ ከለኹ ብደረጃ ቤተሰበይ ኣይኮንኩን ዝሕተት ሓደ ሓደ እዋን ሰብ ንጎይታ ክስዕቦ ይደልይ እሞ ቤተሰቡ ዝኣምንዎ ቤት እምነት ስለ ዘሎ ንቤተሰቡ ክሕሉ ወይ ድማ ናይ ቤተሰቡ እምነት ክዕቅብ ክብል ነቲ ብግሉ ነቲ ዝበርሃሉ ብርሃን ክስዕቦ ይኸብዶ ሓንሳ ሓንሳብ ድማ ሰይጣን ድማ ጥቕሲ ምዝዝ ኣቢሉ ኣቦኻን ኣዴኻን ኣኽብር እዩ ዝብል መፅሓፍ ቅዱስ ስለዚ ኣቦይን ኣደይን ዘይስዕብዎ እምነት ኣይስዕብን እየ ኖ ጎይታ የሱስ ክርስቶስ ከምዚ ኢሉ ካባይ ንላዕሊ ነቡኡ ወይ ነዱ ዘፍቅር ንዓይ ኣይበቅዕን እዩ ኢሉና ኣሎ ጎይታ ያ ስለዚ ሓደ ሓደ እዋን ንቤተሰበይ ካብ ኣቦኻን ካብ ኣዴኻን ንላዕሊ ንጎይታ የሱስ ክርስቶስ ከም እተፍቅር እትምስክረሉ ነገር ክህልው ኣሎ ከምዚ ይብለና ሉቃስ ምዕራፍ 1251 ናብ ምድሪ ሰላም ከምፅእ ዝመፃእኩ ኣይምሰልኩም ምፍልላይ ደኣ እምበር ኣይኮነን እብለኩም ኣለኹ ካብ ሕጂ ሓሙሽተ ኣብ ሓንቲ ቤት እንትኾኑ ሓሙሽተ ኣብ ሓንቲ ቤት እንትኾኑ ሰለስተ ካብ ክልተ ክልተ ድማ ካብ ሰለስተ ክፈላለዩ እዮም ነዚ እየ መፀ ዲቪዥን ክገብር እየ መፀ ኢሉ ስለዚ ሓቢርካ ኣቦይ ክኣምን ክፅበ ኣለና ኣደይ ክኣምን ወይ ድማ ሓቢርና ኖኖኖኖኖ በብግልኻ ክርስቶስ የሱስ ምፍልላይ ከምፅ እዩ ዝመፀ ኦኬ ኣብቲ ወንጌል ኣብ ናይ ማቴዎስ ድማ እንታይ ትብል ንሰብ ቤተሰቡ ጸላእቱ ክኾኑ እዮም ኣብ ማቴዎስ ድማ እንታይ ኢሉ ንሰብ ቤተሰቡ ጸላእቱ ክኾኑ እዮም ብምኽንያት ክርስቶስ ምስ ዓብካ ቤተሰብካ ክጸልኡካ ክእሉ እዮም ጎይታ የሱስ ክርስቶስ ወዲ ኣምላኸ ኢሉ ኣብ ዝተላዓለሉ እዋን ክምህር ኣብ ጀመረሉ እዋን ኣብ ዮሃንስ ወንጌል ምዕራፍ ሸውዓተ ገዛእ ኣሕዋቱ ተቓይሞሞ እዮም ኣይተቐበልዎን ወዲ ኣምላኽ እትብል ኣለኻ ኣነ ካብ ኣምላኽ ተላእኩ እየ ኣሕዋቱ በዓል ያቆብ ዝበሃሉ በዓል ዮሴፍ ዝበሃሉ በዓል ስምኦን ዝበሃሉ በዓል ይሁዳ ዝበሃሉ ካልኦት ኣዋልድ ደቂ ኣንስትዮ እውን ሽመን ዘይተጠቕሳ ወዲ ኣምላኽ ትብል ኣለኻ ሞ ንዓና ናብቲ በዓል ርእስኻ ግለጽ ዓለም ክትኣምነካ ርእስኻ ግለጽ ኖ ዓለም ንዓኻትኩም ትቕበለኩም ንዓይ ግን ግብራ ክፉእ ምዃኑ ይገልጽ እማ ኣይትቕበለን ግዜ ገና ኣይበፅሐን ኪዱ ንስኻትኩም ኣነ ኣይከይድን እየ ኢልዎም ስለዚ ኣብ ማእከል ቤተሰቡ እሕዋቱ ተቃይሞሞ ንጎይታ የሱስ ክርስቶስ ንምንታይ ናይ ቤተሰብ ጉዳይ ኣይኮነን ኦፍኮርስ ደሓር ድሕሪ ትንሳኤኡ ብጎይታ የሱስ ከም ዝኣመኑ መብዛሕቶም ድማ ኣገልገልቲ ከም ዝኾኑ በዓል ያቆብ ሓው ጎይታ የሱስ ተባሂሉ ዘሎ መልእኽቲ ያቆብ ዝፀሓፈልና ከምኡ ድማ መልእኽቲ ይሁዳ ዝፀሓፈልና እዚኦም ኣሕዋት ጎይታ የሱስ ክርስቶስ ተባሂሎም ዘለዉ ካብቶም ዓሰርተ ክልተ ሃዋርያት ወፃኢ እዚኦም ክልተ ድማ ካብቶም ኣገልገልቲ ኮይኖም ንረኽቦም ማለት እዩ እግዚኣብሔር መስገን ናብቲ ሓሳብ እምባር ክመፅእ ስለዚ ብደረጃ ቤተሰብ ብደረጃ ሃገር ብደረጃ ሃይማኖት ምድሓን የለን ሓንቲ ናይ መወዳእታ ተኣስበኩም ሞ ናብቲ ሓሳበይ ክኸይደ ካልኣይ ቆሮንጦስ ሓሙሽተ ካብ ሸዓተ ክሳብ ዓሰርተ ብዛዕባ ራፕቸር ብዛዕባ ትንሳኤ ምስ ተዛረበ ሃዋርያ ጳውሎስ ከምዚ ኢሉ ኣሎ ነፍሲ ወከፍና ነቲ ብስግኡ ከሎ ዝገበሮ ሰናይ ኮነ ወይስ እከይ ምእንቲ ክቕበል ኩላትና ኣብ ቅድሚ መንበር ፍርዲ እዚኣ እታ መንበር ፍርዲ ትብል ቤማ ትብል ትርጉም ዘለዋ እያ ኣመንቲ እንፍረዶ ፍርዲ ኣሎ ዘይኣመንቲ ዝፍረድዎ ፍርዲ ኣሎ ንሕና ኣመንቲ ልክዕ ጉያና ምስ ወዳእና ከምቲ ሃዋርያ ጳውሎስ ጉያይ ወዲኤ ደጊም እቲ ጎይታ ዘዳለወለይ ኣኽሊል ህይወት ተዳልየለይ ኣሎ ኢሉ ስለዚ ኣኽሊል ሽልማት ንኣብነት ኩዕሶ ምስ ተወደአ ወይ ድማ ግጥማት ምስ ተወደአ እቲ ዝፃወትሉ ዝነበረ ሜዳ ቴምፖራሪ ግዜያዊ ዝኾነ ስቴጅ ይገብሩ እሞ ኣብቲ ዝተደርገ- ኣብቲ ገ- እቲ- ኣብቲ ዝተሰርሐ መድረኽ ድማ ነቶም ኣብቲ ፀወታ ዝተዓወቱ ንነፍሲ ወከፎም እንታይ ወሃቦም እ፣ ዝተዓወትሉ ናይ ዓወት ማዳልያ ድዩ ዋንጫ ድዩ ሽልማት ዝቕበለሉ ቦታ እዩ። ነቶም ዝተሰዓሩ ግን ኣብኡ ኣይቆጽዕዎምን እዮም። መቕጽዒ ቦታ ኣይኮነን። ቤማ ማለት ናይ ሽልማት ቦታ ማለት እዩ። ስለዚ ከኣ እዚ እውን ፍርዲ ይብሎ። ስለዚ እንታይ እዩ ዝብለና? ነፍሲ ወከፍ ነቲ ብስግኡ ከሎ ዝገበሮ ሰናይ ኮነ ወይ እከይ ምእንቲ ክቕበል ኩላትና ኣብ ቅድሚ መንበር ፍርዲ ክንቀርብ ኢና። ስለዚ ነፍሲ ወከፍና እዩ ትብል ቃል። ሓዙኒ እምበኣር ነፍሲ ወከፍና። ስለዚ ናብቲ ሓሳበይ ክምለስ እዩ ሓደ ሰብ ኣብ ኦርቶዶክስ ኮይኑ ወይ ድማ ኣብ ካቶሊካዊት ቤተክርስትያን ኮይኑ ንጎይታ የሱስ ክርስቶስ ናይ ብሓቂ ብግሉ ክረኽቦ ይኽእል እዩ። ክርስቶስ የሱስ ጎይታን ኣምላኽን መድሓንን ገይሩ ክቕበሎ ይኽእል እዩ። ስሙ ኣብ መዝገብ ህይወት ክጸሓፍ ይኽእል እዩ። ኣብ ኦርቶዶክስ ይሃሉ ወይስ ኣብ ካቶሊክ? ንኣብነት ኣነ ኣብ 1993 ኣብ ካቶሊካዊት ቤተክርስትያን ኮይኑ እየ ንጎይታ የሱስ ክርስቶስ ናይ ብሓቂ ጎይታ ገይረ ረኸብክዎ። ጎይታን ኣምላኽን ገይረ ዝተቐበልክዎ ኣብ ኣብ ካቶሊካዊት ቤተክርስትያን እዩ ኣብ 1993 ኣብ ዓሰርተ ትሽዓተ ቴስዓን ሰለስተን ኣብ ወርሒ ጥሪ ቅድሚ ሰላሳን ሰለስተን ዓመት ንጎይታ የሱስ ክርስቶስ ዝተቐበልኩሉ ኣብ ካቶሊካዊት ቤተክርስትያን እዩ ክሳብ ቴስዓን ሸውዓተን ድማ ዌል ጸኒሕና ማለት እዩ ድሕሪ ቴስዓን ሸውዓተን ንስኻትኩም ኣብ ማርያም ዘለኩም መንፈሳውነት ኣጉዲልኩም መቑፀሪ ኣይትኣምኑን ኢኹም ኣምሓርኛ ትዝምሩ ገለ እንተ ተባሂልና ጴንጠ ኢኹም ተባሂልና ተሰጒግና ደሊና እውን ኣይኮናን ሕልምና እውን ኣይነበረን ካብታ ዝነበረት ቤተክርስትያን ክንፍለ ስለዚ ኣብኡ ኮንካ ጎይታ ክትቅበል ትኽእል ዶ? እወ። ኣብ ኦርቶዶክስ ኮይኖም ጎይታ ዝቕበሉ ኣሎ ዶ? ብዙሓት ናይ ብሓቂ ንጎይታ የሱስ ክርስቶስ ኣሚኖም መድሓንን ጎይታን ገይሮም ተቐቢሎም ዳግም ዝተወልዱ ሰባት ብመንፈስ ቅዱስ ዝተጠመቑ ሰባት ኣብ ኦርቶዶክሳዊ ቤተክርስትያን ኣለዉ ዶ ተደኣ ኢልና እወ ኣለዉ። ኦኬ ኣብኡ ኮይኖም ጎይታ ክረኽቡ ይኽእሉ እዮም። ኣብኡ ኮይኖም ክዓብዩ ግና ኣይክእሉን እዮም። ኣብ ኦርቶዶክስ ኮንካ ክትዓቢ ኣብ ኦርቶዶክስ ኮንካ ናብ መንፈሳዊ ብፅሕና ክትመፅእ ግን ይከኣል ድዩ? ነቲ ኣብ ኦርቶዶክስ ዘሎ ዘይመጽሓፍ ቅዱሳዊ ነገር ተጻዊርካ ክትከይድ ትኽእል ዶ? ስለዚ ሰለስተ ኣማራጺ ኣለካ። ሰለስተ ኣማራጺ ኣለካ። ሓደ ኦርቶዶክስ ኮይኑ ጎይታ ተተቐቢሉ ወይ ድማ ኣብ ካቶሊክ ኮይኑ እንተ ተቐቢሉ ሰለስተ ኣማራጺታት ኣብ ቅድሚ ኣለዋ። ቀዳማይ ቃል ኣምላኽ ብዝፈለጦ መጽሓፍ ቅዱስ ብዝተረድኦ ሓቂ ብዝበርሃሉ መጠን ነቲ ዘይመጽሓፍ ቅዱሳዊ ኣካይዳ ክቃወሙ ክጅምር እዩ። ክጻረሮ ክጅምር እዩ። እዚ ኣብ መጽሓፍ ቅዱስ የለን፣ ቃል ኣምላኽ ከምዚ ኣይምህረናን እዩ ክብል ክጅምር እዩ። ካብቲ ኣብኡ ዘሎ ልምምድ ንዕኡ ክቃወሞ ክጅምር እዩ። ምክንያቱ መጽሓፍ ቅዱስ ዝብሎ ካልእ ኣብኡ ዘሎ ስእልን ምስልን ምስ ረኣየ ኦፍኮርስ ዝሕዝን ዘይመጽሓፍ ቅዱሳዊ ታሪክ ዝተባዕጠ ዝተዘቕበበ እምነታት ኣብዘን ክልተ ቤተ እምነታት ብዙሕ እዩ ኣብዘን ክልተ ቤተ እምነታት ዘይመጽሓፍ ቅዱሳዊ ዝተዘቐበበ ታሪኻት ኣሎ ንኣብነት ብቐዳማይ ንበቦ ነረ እዚ ናይ ኣብዚ ናይ ሓበሻ ቤተክርስትያናት ዘሎ ናይ ገድላ ታሪክ መሲሉኒ ግን ክፍትሾ ምጀመርኩ ብዛዕባ ዮሃንስ ኣፈወርቂ ዝበሃል ኣብ ሳልሳይ ክፍለ ዘመን ኣብ 300 ዓመት ክሳብ 380 ከባቢ ዝነበረ ኣብ ኦርቶዶክስ ዮሃንስ ኣፈወርቂ ተባሂሉ ከም ዓብዪ ቅዱስ ዝቁፀር ሓደ ሰብ ኣሎ እዚ ሰብ እዚ ኣብቲ ታሪኹ እንታይ እዩ ንምንታይ እዩ ዮሃንስ ኣፈወርቂ ተባሂሉ ዝብል ኣብቲ ናታቶም ታሪክ ኣሎ እዚ ታሪክ እዚ ዝተፈብረኸ ታሪክ ድዩ ወይስ ሓቀኛ ታሪክ እዩ ኣይደኖ ግን ኣብ ገድላት ናይ ማርያም ዝበሃል ወይ ድማ ኣብ ተኣምረ ማርያም ዝበሃል ኣሎ ሕጂ ንስጥሮስ ዝበሃል ንስጥሮስ ዝበሃል ቢሾፕ ኣብ ኮንስታንቲናፕል ዝነበረ ሓደ ኮንሰርን ሓደ ሕቶ ኣልዒሉ ዘለዓሉ ሕቶ ድማ ኣዴና ማርያም ቴዎቶኮስ ክትበሃል ኣይትኽእልን እያ ኣደ ኣምላኽ ንምበሃል ኣይትኽእልን እያ ምክንያቱ ኣደ ክርስቶስ ኢና ክንብላ ዝግባእ ዝብል ኣልዒሉ እዚኣ ጃስ ሰባት ነዴና ማርያም ካብቲ ዝግባእ ንላዕሊ ከምልኽዋን ካብቲ ዝግባእ ንላዕሊ ከኽብርዋን ዳርጋ ናብ ኣምልኾ ገጹ ዝኸይድ ነገር ምስ ረኣየ እዚ ነገር እዚ ከስተኻኽል ኢሉ ተንሲኡ ደሓር ኣኼባ ተጸዊዑ ሕቶ ተላዒሉ እንታይ ክትብል ደሊኻ ኢኻ ተባሂሉ ኣብ ከብርሆ ኣብ ዝተበገሰሉ እዋን ናይ ክርስቶስ የሱስ ብስጋ ምግላጹ ኣብ ዴፊኒሽን ቶታሊ ተጋግዩ ደሓር ኣብ ራብዓይ ጉባኤ ኣብ ናይ ኬልቄዶን ጉባኤ ኣብ ራብዓይ ጉባኤ ክርስቶስ የሱስ ሓደ ስብእና ዘለዎ ነገር ግን ክልተ ባህሪ ዘለዎ ኣምላኽነቱን ሰብነትን ባህሪ ዘለዎ ግናኸ ሓደ ኣካል ወይ ድማ ሓደ ፐርሰን ምዃኑ ኣብ ዝተኣወጀሉ እዋን ነታ ነገር ተቐቢሉ ይቕሬታ ሓቲቱ ከምዚ ክብል ስለ ዝደለኹ እየ ነይረ ተባሂሉ ጃስት ነቲ ዝነበረ ነገር እኳ ኣሪሞ እንተኾነ ግን ንንስጥሮስ ከሰይጥንዎ ምስ ደለዩ ወይንማ ንስጥሮስ ቱ ዘ ኤክስትሪም ክሳብ ጫፍ ከሳድድዎ ምስ ደለዉ ሓደ ታሪክ ፋብሪኬት ገይሮም ማለት ሓደ ታሪክ ሚሂዞም እቲ ታሪክ ድማ እንታይ እዩ ንስጥሮስ ኣብዚ መርሓ ዝነበረ ቤተክርስትያን ሓንቲ ስጋን ደምን ጎይታ የሱስ ክርስቶስ ክትወስድ ማለት በዚ ናይ ሎም ኣዘራርባ ቅዱስ ቁርባን ቅዱስ ቁርባን ዝብል ስለ ዘየለ መፅሓፍ ቅዱስ ኣብ ሓድሽ ኪዳን ቅዱስ ቁርባን ስለ ዘየብሎ እዩ ኦኬ ካልእ መዓልቲ ክንመፅኦ ኢና ብዛዕባ ቅዱስ ቁርባን ዘሎ ትምህርቲ እና ስጋን ደምን ጎይታ የሱስ ክትወስድ ኣብ ዝመፀትሉ እዋን ኣጋጣሚ ናይ ዴታት ነይርዋ እቲ ፔሬድ ዝበሃል ምስ ደማ ስለ ዝነበረት ብጣዕሚ ካብ ዝነበራ ክቱር ህርፋን ናይ ስጋ ጎይታ የሱስ ናይ ምውሳድ ድሌት ተሓቢኣ መጺኣ ስጋ ጎይታ የሱስ ክርስቶስ ክትወስድ ምስ ፈተነት ንስጥሮስ እዚኣ ነገር እዚኣ ምስ ረኸባ ከመይ ኢልኪ ምስ ደምኪ ወይ ድማ ምስ ናይ ኣዴታትኪ ናይ ጎይታ የሱስ ክርስቶስ ስጋን ደምን ክትወስዲ ደፊርኪ ኢሉ ክቐፅዓ ኢሉ ጠልጠል ኣቢልዋ ዳርጋ ከምዚ እንታይ እቲ ታሪክ ብጣዕሚ ዘዘግንን ታሪክ እዩ ጎይታ የሱስ ክርስቶስ ነታ ምስ ደማ እንከላ ዝተንከፈቶሲ ኣብቲ ዋንቲ ኢብን ኣብ ብሉይ ኪዳን ይሕሰቦ ንቅዱስ ነገር ክትንክፍ ናይ ኣምላኽ ሰብ ክትንክፍ ኣብቲ እዋን እቲ ፈጺሙ ዘይፍቀድ እዩ ምሳን ናይ ኣዴታታ እንተ ሃልዮ ባይዘወይ ኣብዚ እዋን እዚ ምስ ናይ ኣዴታትን ደቂ ኣንስትዮ ስጋን ደምን ጎይታ የሱስ ክወዛ ይኽእላ ዶ እንተ ኢልና ሜቢ ኣብ ካልእ ኣርሱ ክመፅ ሕሸኒ ምስለኒ ግን ማለት ባህርያዊ ዝኾነ ተፈጥራዊ ነገር ኣብ ዝመፀን እዋን ናይ ስጋን ደምን ጎይታ የሱስ ክወስዳ ክኽልከላ ኣይግባእን እዩ ኣይክልክልን ድማ መጽሓፍ ቅዱስ ብዝኾነ መንገዲ ኣይምህረናን ብዛዕባ እዚ ብዝኾነ ንስጥሮስ እዚ ዝገበረቶ ድፍረት ኢሉ ክቐፅዓ ኢሉ ጥራይ ሕፍረታ ጥራይ ነፍሳ ኣብ ሕፍረታ ጥፍ ክብሉ ክገብሩ ነቶም ኩሎም ምእመናን ከም ዝቐሰቦም እሞ ዮሃንስ ኣፈወርቂ ግን ኣነስ ክርስቶስ የሱስ ካብ ከምዚኣ ዝመሰለት ድንግል እዩ ተወሊዱ ካብ ከምዚኣ ዝመሰለት ሰበይቲ እዩ ተወሊዱ ኢሉሲ ሕፍረት ናይታ ጓል ኣንስተይቲ ከም ሰዓመ እሞ እዚ ምስ ገበረ ድማ ኣብቲ ቤተ ክርስቲያን ዝነበረ ስእሊ ናይ ኣዴና ማርያም ኣፍ ኣውፅኡ ተዛሪቡ እቲ ስእሊ ናታ ስእሊ ተባሂሉ ተጠቀዐ ካብኡ ኣፍ ኣውፅያ ከም ተዛረበት ዝዛረብ ታሪክ ኣሎ ሕጂ እዚ ታሪኽ እዚ ጌጋ እዩ፣ መጽሓፍ ቅዱሳዊ ኣይኮነን፣ ኣጋንንታዊ እዩ ኢልካ ክትምህር ክትዛረብ ክትጅምር ኢኻ። ምኽንያቱ ናይ ብሓቂ ዳግም እንተደኣ ተወሊድካ እቲ ኣብኻ ዘሎ መንፈስ ሓቅን ሓሶትን ፈልዩ ስለ ዝነገረካ ባይ ዲፎልት ነዚ ትምህርቲ እዚ ክትቃወም ክትጅምር ኢኻ። ክትጻወሮ ትኽእል ዲኻ? እቲ በሪህልካ ዘሎ ሓቂ እታ መጽሓፍ ቅዱስ ዘሎ ሓቅታት እታ መጽሓፍ ቅዱስና ዘሎ ሓቅታት ምስቲ ዘሎ ልምድታት ምስትጋጨወካ ባይ ዲፎልት ተቃዋማይ ኮንካ ክትለዓል ኢኻ ነቲ ዘሎ ትምህርቲ ክትቃወም ክጅምር ኢኻ ብድሕሪኡ ዝመፀካ ስደት ክፀሮ ትኽእል ኢኻ ካልኣይ ኣማራፂ ድማ ካልኣይ ኣማራፂ ድማ ገና ከይተቃወምካ ከለኻ ነቲ እሳቶም ዝገብርዎ ስለ ዘይተሓብሮ፣ ነቲ ዘይመጽሓፍ ቅዱሳዊ ልምምዳት ስለ ዘይተሓብሮ፣ ነቲ ዝግበር ኣምልኾታት፣ በዓላት ክጻወሮ ስለ ዘይ ናይ ብሓቂ ዳግም ዝተወልደ ሰብ ንኸምዚ ዓይነት ነገር ተጻዊሩ ክኸይድ ኣይክእልን እዩ። ስለዚ ኣብቲ ናታቶም ዘይምስታፍካ ምስ ረኣዩ ወይ ድማ ኣተኩርኻ ኣብ ወንጌልን ኣብ ቃል ኣምላኽን ጥራሕ ክትገብር ምስ ረኣኻ ክትስጎግ ኢኻ፣ ምኽንያቱ እቶም ብክርስቶስ የሱስ ብሓቂ ክነብሩ ዝደልዩ፣ ብወንጌል ክነብሩ ዝደልዩ ክስጎጉ እዮም ተባሂሉ ስለ ተጻሕፈ፣ ካልኣይ ኣማራጺ ተደፊእኻ ክትወጽእ ክትስጎግ ኢኻ። ሳልሳይ ኣማራጺ ሳልሳይ ኣማራጺ ድማ መጽሓፍ ክዛረብ ከሎ ሒደት ማይ ብሑቕ ንብዘሎ ብሑቕ እንታይ ገብሮ እዩ ዝሎ የብኩዖ ይብለና ወይ ድማ ንእሽተይ ሙት ጽንጽያ ንብዘሎ ቅሉይ ቅብኢ የጭንዎን የመሽምሾን እዩ፣ ንእሽተይ ዕሽነት ድማ ንብዘሎ ጥበብ የባላሽዎ ከኣ ኢሉና ኣሎ መክብብ። ስለዚ ኣብ ልዕሊ ዘሎ ሃይማኖታዊ ምርዳእካ ማለት ነቲ ማይ ቢሑቕ ዝኾነ ነቲ ዘይመጽሓፍ ቅዱሳዊ ማይ ቢሑቕ ዝኾነ ኣጽሪኻ ኣጽሪኻ ካብ ውሽጥኻ እንተ ዘየውጺኻዮ፣ ካብ ምርዳእካ እንተ ዘይኣውጺኻዮ፣ ኣብ ልዕሊ ዝግ ዝበለ ዘይመጽሓፍ ቅዱሳዊ ምህሮታት ሕጂ ኣብ ልዕሊ እንታይ ትነድቕ ዘለኻ እዩ። ኣብ የሱስ ጥራሕ ኢኻ ትሃኒ ዘለካ ክርስቶስ የሱስ ጥራሕ እዩ ዳት ዘ ሰንተር ኦፍ ባይብል ናይ እግዚኣብሄር ናይ ልቡ ትርግታ ወዱ የሱስ ክርስቶስ እዩ ብኡ ሰመር ክፍቱ ወደይ ንሱ እሞ ንስምዑ ኢልና ኣሎ ስለዚ ኣብ ልዕሊ ናይ ጎይታ የሱስ ክርስቶስ ምህሮታት ኦኬ ካልእ ምህሮታት ኣብ ልዕሊኡ ኢኻ ክትሃንጽ ዝግባኣካ እምበር ኣብ ትሕቲኡ ዝግ ዝበለ ልምድታትን ከምቲ ጎይታ የሱስ ክርስቶስ ኣብ ዮሃንስ ወንጌል ኣብ ማቴዎስ ወንጌል ምዕራፍ 15 እዚ ህዝቢ እዚ ብኸናፍሩ የኽብረኒ ብልቡ ግና ካባይ ርሑቕ እዩ ትምህርቲ ትእዛዝ ሰብ እናመሃሩ ከንቱ የምልኹኒ ኣለዉ ኢሉ ስለዚ ነቲ ካልቸር ዝኾነ ነቲ ባህላዊ ዝኾነ ነቲ ዘይመፅሓፍ ቅዱሳዊ ዝኾነ ልምምዳት ኣብዘን ክልተ ቤተ እምነት ዘሎ ኣብ ካቶሊክን ኦርቶዶክስን ዘሎ መዓት ጋዕገልጠም በብሓደ ክመፅኦ እየ በብሓደ ክመፅ እየ ማለት ግልፂ ኮይና ብመፅሓፍ ቅዱስ እናፈተሽና ኣነ ዓላማይ ኦኬ ኣብ ኮይነ ጎይታ ተቐቢለ ክድሕን እየ ክኣምን እየ እንተደኣልካኒ ጉድላክ ፅቡቅ ዕድል ናይ ብሓቂ እግዚኣብሄር ይደግፍካ ናይ ብሓቂ እግዚኣብሄር ይደግፍካ ናይ ብሓቂ ነቲ ዘሎ ዘይመፅሓፍ ቅዱሳዊ ልምምነት ተፃዊርካ ክትከይድ ዝኽእል መንፈስ ኣለካ ድዩ ክትቁጣዕ ክትጅምር ኢኻ ውሽጥኻ ዘሎ መንፈስ ከቆጣዓካ ክትጅምር ክፃወሮ ኣይትኽእልን ኢኻ ሓሶት ክፃወር ኣይትኽእልን ኢኻ ዘይመፅሓፍ ቅዱሳዊ ልምምዳት ክትፃወር ኣይትኽእልን ኢኻ ወይን ድማ ከምዚ ዝብሎ ዘለኹ ኣብ ልዕሊ እቲ ማይ ቢሑቕ ኖ እዚ ናይ ቦታተ እዩ ኣብ ልዕሊኡ ግና ጎይታ የሱስ ክቕበለ ተዳ ኢልካ ሒደት ማይ ቢሑቕ ንብዘሎ ቢሑቕ የባላሽዎ እዩ እሞ እቲ ዝነበረካ ሓቂ ክብረዝ እዩ ቀስ ኢልካ ናብቲ ዝነበርካዮ ሃይማኖታዊ ነገር ክትምለስ ኢኻ ቀስ ኢልካ ኣባኻ ዝነበረ ብርሃንን ቅንኣትን እንዳቐሃመ ክኸይድ እዩ። ምኽንያቱ ነቲ ማይ ብሑቕ ኣውጺኹም ብዘይመጸጸ፣ ሃለሉያ፣ በቲ ሓቀኛ ወንጌል በቲ ሓቀኛ ነገር ክትዓቢ እንተደኣ ደሊኻ ግዴታ እዩ ካብቲ ዘሎ ቤተ እምነት ወጺኻ ጥራይኻ ክትዓቢ ትኽእል። ሓደ እዋንሲ ንበዓልቲ ቤተይሲ ብእምነታ ብጣዕሚ ብዙሕ እያ ትስደድ ነይራ ኣብቲ እዋን ትሸውዓተ ግዜ ካብ ገዛ ተሰጉጋ ጴንጤ ኮንኪ ተባሂላ ካብ ናይ ካቶሊክ ስለ ዝወጸት ድሓር ኣብ መወዳእታ ክትዕ ምስ ኮነ ቀሺ ከምጻልኪ ሶም ጽቡቅ ገይሮም ከረድኡኪ ምስኣቶም ተካትዒ ኣነ ስለ ዘይፈልጥ መጽሓፍ ቅዱስ ዲኺ ኢላ ኣዲኣ ንሓደ ናይ ካቶሊክ ቀሺ ተምጻላ ሽሞም ኣይጠቅሶምን እየ ኣብዚ ሽሞም ዘይምጥቃስ ማለት እዩ እዞም ቀሺ ይመጹ እሞ ደሓር ምስ ሰኑ ብዙሕ ተዛሪቦም ብዙሕ ክትዕ ኮይኑ መቸም ቃል ኣምላኽ ብመጽሓፍ ቅዱስ ኮፍ ኮፍ ምስ በለትሎም ኣቲ ጓለ ኢሎም ኣብ መወዳእታ ንሓንቲ ገረብሲ ክትዓቢ ከላ ከምዚ ኢላ ቀኒና እንተ ዓብያ ኣብ መወዳእታ ከቕንዓ እንተ ኢልካሲ እንታይ ትኸውን ኢሎማ እታ መልሲ ንሕና ከነስተኻኽሎ ኣይንኽእልን ኢና። ንሽሕ ዓመታት ከምዚ ኢሉ ዝዓበየ ነገር ሕጂ ንስኺ መጺእኺ ከምዚ ገርኪ ከተቕንዕዮ ትኽእልኒ ኢኺ። ሰው እንታይ ደኣ እገብር? ምስታ ዝቐነነት ክቐንን ምስታ ትጠፍእ ዘላ ወይ ድማ ምስቲ ዘይመጽሓፍ ቅዱሳዊ ምህሮ ቄናን ትምህርቲ ሒዘሎ ይኸይድ ወይስ በታ ኦርቶዶክሲ በታ ቅንዕቲ ምህሮ ክርስቶስ ጸኒዐ ይኸይድ? ዚስ ኢዝ ዘ ዲፈረንስ ማለት እዩ። ስለዚ ክልተ ኣማራጺ ኣለካ ማለት እዩ። ሓደ ነገር ክነገርኩም ኣሕዋተይ ብሓቂ ኣብ ኦርቶዶክስ ኮንኩም ጎይታ ክትቅበሉ ትኽእሉ ኢኹም እዚ ናይ ግሊ ኢለኩም ኣለኹ ምድሓን በብግልና ኣምላኽ ዝሓተና ነገር ስለ ዝኾነ ሃውኤቨር ኮይኑ ግን ኣብቲ ዘለኻዮ ኮይንካ ናይ ብሓቂ ክትቅፅል ኣይትኽእልና ሰለስተ ዕድል ከጋጥመካ ይንለካ ኣለኹ ቀዳማይ ሓቂ እንዳፈለጥካ ክትመፅእ ከለኻ ነቲ ዝኸውን ነገር ክትፃወር ኣይትኽእልን ኢኻ እንተ ክትፃወሮ ጀሚርካ ነዚ ነገር እዚ Most probably ተሓዋዊስካ ኣለኻ ማለት እዩ። ኣቱም ኣቕሓ እግዚኣብሔር እትጸሩ ካብ ማእከሎም ውጹ፣ ተፈለዩ፣ ርኹስ ድማ ኣይትተንክዩ። ኣምልኾ ጣዖት ኣብ ዝኾኑ ኣብ ዝህልወሉ ግዜ ኦኬ ንኻልእ ስግደት ንኻልእ ክብሪ ኣብ ዝወሃበሉ እዋን ስግደት ኣብ በይንኻ ጠጠው ክትብል ኢኻ ማለት እዩ። በይንኻ ደው ክትብል ኢኻ ማለት እዩ። ካልኣይ ባዕሎም ክሰጉኻ እዮም መብዛሕቶም ኣብ ኦርቶዶክስ ኮይኖም ጎይታ ዝተቐበሉ ሰባት ክንደይ መከራ ከም ዝበፅሖም ዘለዎ ንፈልጥ ኢና ተሓድሶ ተባሂሎም ዝመፆም መከራ ተሓድሶ ተባሂሎም ዝስጎጉ ቁፅሪ ዘይብሎም ንፈልጥ ኢና ኣነ እኳ ካብኣታቶም ሓደ ጴንጠ ተባሂለ ተሰጎኩ ምስ ኣርባዓ ኣሕዋተይ ጴንጠ እንታይ ምዃኑ ኣይፈልጦን ኣብቲ እዋን እቲ ኣፀቢቐ እውን ኣነ ካቶሊካዊ ኮይነስ ንፉዕ ካቶሊካዊ ዝኾንኩ ዝመሰለኒ ግዜ እዩ ነይሩ ንመፅሓፍ ቅዱስ ብዝያዳ ዝፈለጥክዎ ነቲ ኣብኡ ዝነበረ ጋዕገልጠም ክቃወም ምጀመርኩ ጴንጤ ተባሂለ ተሰጎግኩ ሰበ ኣርባዓ ሰባት ተሰጉግና እታ ሓንቲ ዝዝክራ ካብተን ዝነበራ ናብ ማርያ መንፈሳውነት ኣትፊእኹም ዝበሃል እዩ መቁፀርያ ዝበሃል ኣለዎ እሱን ክመፁ በብሓደ መቁፀርያ ሲ ሰላም ንዓኺ ኦም ማርያም ዝብሃል ዩኖ ዓሰርተ ሰላም ንዓኺ ሓንቲ ኣብ ሰማይ ትነብር ኣቦና ኢልካ ትደግሞ ድግም ናይ መድገሚ ዕንቁታት እዩ ማለት እዩ እዚ ስለዚ ኣመንኩ ጴንጤኻ ተባሂለ ካብ ቤተክርስትያን ካቶሊክ ተሰጒገ ማለት እዩ ስለዚ እቲ ካልእ ኣማራፂ ድማ ተደፊእኻ ክትወፂኻ ክትስጎግ ኢኻ እዩ እቲ ሳልሳይ ድማ ዝነበረካ ሓቂ ከተጥፍ ኢኻ ተዘይ ወጺኻ ተዘይ ተፈሊኻ ኣብ ልዕሊ ማይ ቢሑቕ ኣብ ልዕሊ ማይ ቢሑቕ ሓቅታት እንተ ሰሪትካ መሰረቱ ወይ ድማ ተን ሒለት ዝመስላ ምህሮታት ኣጽሪኻ እተዘየውፂኻየን ፅባሕ ንጎ ፈርመንት ገይረን ነቲ ሒዝካዮ ዘለኻ ሓቂ ክብክላኻ እየን ኦኬ ማዘር ኣደይ ኣብ ከባቢ ሽሕን ትሽዓተ ሚእትን ቴስዓን ሸውዓተን ኣብ ሙሎንጌል ኣብ ዝነበረ ኮንፈረንስ ዓዲመያ ወፂና ነና ሽዑ ኣይወፀናን ኣይዝከረንን ግን ኮንፈረንስ ነይሩ ኣብ ሙሎንጌል ኣብኡ ዓዲመያ መፅያ ማለት ሜርሊ ሄክ ትበሃል ካብ ኣሜሪካ ዝመፀት ሓንቲ ኣገልጋሊት ጓል ኣንስተይቲ ዝነበረት ብዙሓት ጎይታ ተቐቢሎም ማዘር እውን ካብኣታቶም ሓንቲ ኣደይ ድማ ሓንቲ ኻባታቶም ጐይታ ትቕበሉ፣ ከም መድሓኒ ጌርኩም ትቕበልዎ ተባሂሎም ምስ ተዓደሙ፣ ማዘር ኣደይ ድማ ካብቲ ዝነበረቶ ተንሲኣ ንቕድሚት ወጺኣ ጐይታ ተቐቢላ። ሽዑ ጐይታ ምስ ተቐበለት ካብቶም እቶም ጐይታ ዝተቐብሉ ብዙሓት ናብ ውሽጢ እትዮም ሽሞም እሕዝዎም፣ ቴሌፎኖም፣ ኣድራሽኦም፣ ትምህርቲ ድሕነት ክመሃሩ ቆጸራ ሕዝሎም ወይ ድማ ናይ ብዙሓት ቤተክርስትያናት ድማ ስለ ዝነበረ እቲ ኮንፈረንስ ኣብ ናይ ካልኦት ከባቢ እንተደኣ ኮይኖም ድማ ኣብቲ ከከባቢኦም ድማ ከይዶም ክካፈሉ መታን ከተባብዕዎም ናብ ናብቲ ውሻጠ ይእትዎ ማለት ሽዑ ንማማ ሓይቶማ ኣበይ ክትኸዲ ኢሎማ ኣብዚኣ ጥቓኹም ዘላ ኢንኬዝ እያ ነይራ ሽዑ ደብረ ባእታ ትበሃል ናይ ገዛ ማንዳ ናይ ካቶሊክ ጥቓ ሙሉ ወንጌል ቀረባ እያ ኣብዚ እዚ ከይድ ኢላቶም ደሓን ኩሉ ሓደ እዩ ኣብኡ ኮንኪ እውን ክትመሃር ትኽእሊ ኢኺ ኢሎማ ማዘር ናብኡ ተመሊሳ ማለት እዩ ምስ ተመልሰት ናብታ ዝነበረታ ሰላም ንዓኺ ናብ መቑጸርያኣ ተመሊሳ፣ ናብ ቅዳሴኣ ተመሊሳ፣ እቲ ናይ ብሓቂ ሽዑ ዝኣመነቶ እምነት ክትዓብየሉ ኣይከኣለትን። ንምንታይ? ናብኡ እያ ተሰዲዳ። ሕጂ ግን ኣደይ ብጎይታ እያ፣ ናይ ብሓቂ ንጎይታ ፈሊጣቶ፣ ካብኡ ወጺኣ ተጠሚቓ ከመይ ዝመሰለት ኣማኒት ኮይና፣ ንሳ ጥራሕ ዘይኮነስ ኣዲኣ ድማ ማይ ግራንድ ማዘር ዓባየይ ድማ ለተንኪኤል ትበሃል ጎይታ ተቐቢላ፣ ዘይርስዑ ናይ ዓባየ ዓመት ዓመት ዝግበር ዝነበረ ንግደት ኣብ ገዛ ካንሻ ዓመት ዓመት ዝግበር ዝነበረ ዓብዪ ግብጃ ናይ ንግደት ናይ ኣስተርእዮ ማርያም ዝበሃል ትፈልጦ ኢኹም ወል ጎይታ ምስ ተቐበለት ዓባየ ድማ ገዛ ዓፅያ መወዳእታ ቅድም ናብ ጎይታ መኻዳ ኣነ ጎይታ ተቐቢለ ድሕሪ ሕዳር ፅን ዝበሃል የለ ኣስተርእዮ ዝበሃል የለ በዓል ዝበሃል የለ ኢላ ገዝኣ ዓጽያ ኣብ መወዳእታ ጎይታ እንዳምለኸት እናዘመረት ናብ ጎይታ ከይዳ ኣምላኽ መስገን ስለዚ ማይ ብሑቕ እንተ ደኣ ዘየውፂኻዮ ፈርመንት ገይሩ ነቲ ዘለካ ምርዳእ ክብክለልካ ተዘይኮይኑ ኣብኡ ክትዓብያ ትኽእል ኢኻ ፎርሹር ወይም በዘን ክልተ ኣማራፅታት በተን ቀዳሞት ኣማራፅታት ክትዕወ ትኽእል ኢኻ ወይም እቲ ትምህርቲ ጸሊእካዮ ሸንዲሕካዮ ክትወጽእ ኢኻ፣ ደፊእኻዮ ክትወጽእ ኢኻ፣ ጣኦታት ምምላኽ ዘይመጽሓፍ ቅዱሳዊ ልምምዳት በብሓደ ክመጽኡ'የ እንታይ ምዃኑ ኣብዚ ብዙሕ ኣይጠቐስኩዎን ሎምዓንቲ። ካልእ ይትረፍሲ ካብ ስእሊ ዝዛረብ ናይ ማርያም ስእሊ ተዛሪቡ ኣፈወርቂ ዝብል ከምዚ ዓይነት ካብ ባህልዩ ደጋሚዩ ስለ ዝኾነኒ ብጣዕሚ ይቕሬታ ከምዚ ዓይነት ጽዩፍ ዝኾነ ታሪኻት ዝሓዘ ተጻዊርካ ክትከይድ ትኽእል እንተ ደኣ ኮንካ ጉድላክ ጉድላክ ተዘይኮይኑ ግን ናይ ብሓቂ እቶም ብክርስቶስ የሱስ ብወንጌል ክነብሩ ዝደልዩ ክስጎጉ እዮም ሓንቲ ኣብነት ክበኩም በዚ ክወደ እየ ኣነ ጎይታ ክቕበል ከለኹ ናይ ኣባ ተኸለዝጊ ዝበሃሉ ናይ ካቶሊክ ናይ ተሓድሶ ቀሺ ነይሮም ኣባ ተኽልዝጊ ዝበሃሉ ብጣዕሚ ናይ ትግርኛ መጽሓፍ ቅዱስ ክትርጎም ከሎ እዚ ምሳና ዘሎ ናይ ቀደም ዘይኮነ እዚ ሓድሽ ትርጉም ተባሂሉ በዘን ሰለስተ ብካቶሊክ ብተዋህዶ ብኦርቶዶክስን ብካቶሊክን ብወንጌላውያን ዝተተርጎመ ሓዱሽ ትርጉም ኣሎ መፅሓፍ ቅዱስ ኣብኡ ዝተሳተፉ ኣባ ተክለ እዮም ብጣዕሚ ናይ ቴዎሎጂ ምሁር እዮም ናይ መንፈስ ቅዱስ ምንቕቓሕ ዝኣምኑ ደሊቨራንስ ኣጋንንቲ ኣብ ቅድሚኦም ጠጠው ዘይብሉ ብጣዕሚ እግዚኣብሔር ብፈውስን ብፀጋን ዝቐብኦም ናይ ኣምላኽ ሰብ እዮም ነይሮም እና ኣብ ቃለ ህይወት ተዓዲሞም ኮንፈረንስ ዝገብሩ ኣብዞም ወንጌላውያን ቤተክርስትያናት ተዓዲሞም ድማ ዘገልግሉ ዝነበሩ ቀሺ እዮም ነይሮም ናይ ተሓድሶ ድማ ካብቶም መስራትን ካብቶም ቀንዲ መራሕትን ብብዙሓት ካቶሊካውያን ፅሉል ተባሂሎም ዝነዓቑን ዝፅረፉን ዝነበሩ ቀሺ እዮም ብፍላይ ድማ ሓንቲ ሰበይቲ ዘመዶም ስለ ዝነበረት ጽሉል ቀሺ እናበለት ኩሉ ግዜ በቃ ትቃወሞም ነራ ቤተሰቦም ስለ ዝኾነ ጽቡቅ ገይሮም ፈልጦ እዮም ድሓር ሓደ መዓልቲ ኣብ ተሓድሶ መንፈስ ቅዱስ ተንኪፍዋ ጎይታ ረኺባ በቃ ጸለል ክትብል ረኺቦማ በቃ ክትዝምር የዳ ዋድዕ ኢላ ምክንያቱ ኢልካ ልዒልካ ምጽላይ ምዝማር ከዓ ካልእ ሽም ስለ ዝወሃበካ ከቢድ ነይሩ ኤናሃው እዛ ሰበይቲ እዚኣ መንፈስ ቅዱስ ረኺብዋ፣ ጎይታ ረቲዕዋ፣ ህይወታ ተለዊጡስ ኮታ ክሽብሽብን ክዝምርን ምስ ረኣይዋ ሕልፍ ኢሎማ ኣባ ተክልዝጊ እንታይ ኢሎማ ይህቲ እቲ ንዓይ ዝረኸበ ዶ ረኺቡኪ ኢሎማ እቲ ንዓና ዝረኸበ ይርከብኩም ኮታ እና እዞም ቀሺ እዚኦም ከምዚ ዓይነት ኣቦ እዮም ነይሮም ግን ብዙሕ ተቃውሞታት ክመፆም ጀሚሩ ብቤተ ክህነት ከምኡ ድማ ብጳጳስ ኣባ ዘካርያስ እዮም ነይሮም ኣብቲ እዋንቲ ናይ ካቶሊክ ጳጳስ እዛ ቆልዑ ጥራይ ኢኹም ትእውዱኒ እንዳበሉ እዮም ዝምልሱ ነይሮም። ነቲ ዝተረድኣኒ ሓቂ ደው ኢለ ክሰብከሉ እየ። ድሓር ግን ሲስተማቲካሊ መቸም ናይ ካቶሊክ ኣቕሽሽቲ ሰለስተ ማሓላ እዮም ዝምሕሉ ኣቕሽሽቲ ክኾኑ ከለዉ ቀዳማይ ተኣዝዞ ዝበሃል ኣሎ ካልኣይ ንጽህና ዝበሃል ኣሎ ብድንግልና ምንባር ሳልሳይ ድማ ድኽነት ፐርሰናል ዝበሃል ናይ ግሊ ንብረት ዝበሃል ክህልዎም የብሉን ስለዚ ድኽነት ተኣዝዞ ንጽህና ዘንሰለሰ መሓላ ስለ ዘለዎም ሓለቓኻ ኣብ ዝወዛዓካ ቦታ ድማ ክትከይድ ሓደ ካብቲ ዝኣተዎ መሓላ ስለ ዝኾነ ናብ ቫቲካን ክኸዱ ተላኢኾም ማለት እዩ ኣብዚኣ ሓጂ ካብተን መሓላ ሓንቲ እያ እምነቶም ክገድፉ ይከኣሉን ምልምማዶም ክገድፉ ይከኣሉን ስለዚ ናበይ ተላኢኾም ኦል ዘወይ ናብ ቫቲካን እንደገና ብናይ ካቶሊክ ትምህርቲ ከጠምቕዎ ማለት እዩ ኣብ ቫቲካን ድሕሪ ነዊሕ ግዜ ቁሩብ ካብቲ ዝነበሮም ምርዳእ ዝሒሎም ዳርጋ ናብ መቑፀርያ ተመሊሶም ኮታ ናብቲ ተራ ክህነታዊ ኣገልግሎቶም ተመሊሶም ድሓር ኣስመራ ምስ ተመልሱ ዕድል ረኺበ ርእዮም ዘይፈልጥ ሽዑ ተሰጉግና ስለ ዝነበርና ኣባ ተኸደዝጊ መፅኦም ኣለዉ ተባሂሉ ሽዑ ዝነበሩ ኣባ ቪቶሪዮ ኣላብቶም ብጣዕሚ ዝፈቶም እዩ ነዞም ኣቕሽቲ ኣባ ቪቶሪዮ ኣባ ተኸደዝጊ ኣይ ኣበ ቢግ ሪስፔክት ግን ኣብቲ ናይ እምነት ነገር ኣብቲ ናይ ሓቂ ነገር ግን ምንም ክትገብር ኣይትኽእልን ኢኻ ማለት እዩ ኦኬ ሶ ኣባ ቪቴሬ ሽዑ ነቶም እተሰጎጉና ኣርባዓ ሰባት ኣባ ተኽሊ እዚ ምስ መፁ ቅሩብ ንዓኦም ክንሰምዖም ንኽእል ኢና ዝብል ግምት ገይሮም ነቶም ሽዑ ዝነበርና ኣርባዕተ ሓሙሽተ መራሕቲ ናይቶም ዝወፃና ኣርባዓ ንኸውን ፀዊዖምና ማለት ኣባ ተኽሊ እዝጊ ኣኼባ ገይሮምልና ስለዚ እንታይ ብሉና ኣባ ተኽሊ እዝጊ ቅድሚኡ ባ ዕድል ረኺብና ሻሂ እንዳሰተና ኣብ ሓደ ቦታ ገርመካ እዚ ራወደ ኢሎምኒ ኣብ ዘለኽዎ ቁምስና ኣብ ኣሜሪካ ነሮም ሽዑ ምስለኒ ኣብ ዘለኽዎ ቁምስና ብጣዕሚ መንፈሳውነቶም ክነገረካ ይክእል ንመዓልቲ ዓሰርተ ግዜ መቁፀርያ ዝገብሩ ኢሎም ሕጂ መንፈሳውነት መዕቀኒ ዓሰርተ ግዜ ንመዓልቲ መቁፀርያ ይገብሩ ምስ በሉኒ ኣባ ተኸሊ ዝጊ ዝፈልጦምን ኣባ ተኸሊ ዝጊ መፅኦም ንዘለውን በበይኖም ኮይኖምኒ ወይለከ ኦልደወይ ናብ ድሕሪት ንምንታይ ማይ ቢሑቕ ዝበሃል ነገር ኣሎ ፈርመንት ባክ ቱ ናብቲ ዝነበሮ እንደገና ናብቲ ምርዳእቲ ተመሊሶም ደሓር ኣኼባ ገይሮምልና እዞም ደቀይ ኣቦኹም እንዲኦም ኣባ ቪቴርዮ ተም ገይሮምኹም ዘይሰምዕዎም ኢሎምና ሓቂ ሓይሽ ኢለዮም ኣነ ሽዑ ንእሽተይ ክዛረብ ጀሚረ ኣባ ተክለዝጊ ኢለዮም ኣነ እኮ ብስብከትኩም እየ ዝፈልጠኩም ብኣካል ኣይፈልጠኩምን እየ ግን ሓንቲ ካሴት ነራትኒ ናትኩም ኩሉ ግዜ ሰማዓ ዝነበርኩ ኣብታ ካሴትኩም ሲ እንታይ ኢልኩም ኣባ ተኸደዝጊ እግዚኣብሄር ሰክረታሪ ይብሉን ማለት ኣብ መንጎ ኣማላዲ ዝበሃል የለን ሰክረታሪ የብሉን እታ ቴሌፎን ባዕሉ እዩ ዝምልሳ ቴሌፎን ቁፅሪ ድማ 333 እዩ which is ኤርሚያ 333 ኤርሚያ 333 እንታይ ትብል ፀዋዓኒ እሞ ክምልሰልካ ዘይትፈልጦ ዓብይን ስውር ነገር ክነገረካ ስለዚ ሰክረታሪ ይብሉን እዚኣ ሕጂ ግልፂ እያ ምክንያቱ ኣብቲ ናይ ካቶሊክን ናይ ኦርቶዶክስን ቤተ እምነት ኣብ መንጎ መዓት መንጎኛታት ኣለዉ በዓላት እናገበርካ ብሽሞም ኣቢልካ ዝኽየድ እዞም ሰብኣይ እዚኦም ግን እዞም ቀሺ እዚኦም ግን ማእከላይ ዝበሃል የብሉን ክርስቶስ የሱስ ኣምላኽ ባዕሉ እዩ ስልኪ ዘልዕላ ጸሎት ባዕሉ እዩ ዝምልስ ኣብ ማእከል ኣማላዲ የለን እዩ ዝብል ነይሩ ትምህርቲ ኤናሃ ከምዚ ኢልኩም ሰበክሞ ስብከት ኣነ ክሳብ ሕጂ ዝባረኸሉ ኣነ ኣብታ ዝመሃርኩምና ኣባጠጠው ኢለ ኣለኹ ስለዚ እዚኣ እታ ተውፃ ዘውፃትና እምበር ኣማልድነት ስለ ዘይተቐበልኩም እዝን እዝን ስለ ዘይኮነ እዩ ኣውፂና እምበር ናይ ዘይምእዛዝ ነገር ኣይኮነን ኣቦ ስለ ዝኾኑ ክንኽብሮም ይግባእ ግን ኣብዚ ሓቂ እዚኣ ምንም ክንገብር ኣይከኣልናን ኢልና በዚኣ ተፈላለና ኣብ መወዳእታ ግን ኣምላኽ መስገን ኣባ ተኽለዝጊ ኣምላኽ ረድእዎም ኣይ ቲንክ ኣብቲ መወዳእታ ፅቡቅ ናብቲ ዝነበርዎም ሪቫይቫል ናብቲ ዝነበርዎም ምንቕቓሕ ተመሊሶም ኣብ መወዳእታ ኣብ ኣሜሪካ እንዳገልገሉ ከለዉ ብናይ ሓደጋ ማኪና ናብ ጎይታ ከይዶም ዓብ ሓዘን እዩ ኣጋጢሙ ብዝኾነ ኣነ ናይ ሎማዓንቲ መልእኽተይ እንታይ እያ ሓደ ሰብ ኣብ ኦርቶዶክስ ኮይኑ ኣብ ካቶሊክ ኮይኑ ጎይታ ክቕበል ይኽእል ዶ እወ ይኽእል ነገር ግን ነቲ ኣብኡ ዘሎ ነገር ክትኣምኖ ክትቅሰብ ኢኻ ንዑ ክትኣምን እንተ ኮንካ ድማ ምስ መጽሓፍ ቅዱስ ዝጋጨው ነገር ሕልናኻ እንዳተዋስካ ክትነብር ኢኻ ስለዚ ሎማዓንቲ ፃዊዒተይ እንታይ እዩ ሓደ ሰብ ኣብ ትሕቲ ኦርቶዶክስ ኣብ ትሕቲ ካቶሊክ ኮይኑ ጎይታ ተቐቢሉ ናይ ዘላለም ህይወት ክወርስ ይኽእል ዶ? እወ ይኽእል እዩ። ነገር ግን በቲ ዝፈለጦ ፍልጠት ክነብር ይኽእል ዶ ዝብል ግን ሰለስተ ኣማራፂ ኣለዎ። ወይን ሓቅታት እንዳፈለጠ ብዝፈለጠ መጠን ክቃወም ክጅምር እዩ፣ ክበኣስ ክጅምር እዩ፣ ወይም ድማ ገና እምነቱ ከይገለጸ በካይሉ ከለልይዎ እዮም፣ ካብታ ማሕበር ክሰግዎ እዮም፣ መቑጸርያ ዘይገበርካ፣ በዓል ዘይበዓልካ፣ ሽምዓ ዘይወላዕካ፣ ስእሊ ዘይገበርካ፣ ክትጽሊ ከለኻ ኣብ ሰማይ ትነብር ኣቦና ኢልካ ኣብታ የሱስ ክርስቶስ ዝጸልያ ጥራሕ ኣብኣ ስለ ዝወዳእኻ እዚ ኩሉ መከራ ክትክእሎ እንተኽኢልካ ኣምላኽ ጸጋ ኣብዝሓልካ። ሓንቲ ኣላታ መምለጢት ኣምልጥ ውጻእ። ህደም የሱስ ጎይታ እዩ ሃሌሉያ ሓንቲ ነገር ኣብ መወዳእታ ክብላ ዝደሊ ወይ ድማ መወዳእታ ክውስኻ ዝደሊ ነገር ድማ ሕራይ ካብ ኦርቶዶክስ ወፃኹ ካብ ካቶሊክስ ወፃኹ ኣበይ ናይ ቸርች እሞ ክኸይድ ንስኻትኩም ንባዕልኹም ኣብ ክንደይ ተመቃቂልኩም ሲ ኣይ ናይ ሓቀኛ እምነት ናታትኩም ከ መን ኣምነኩም ንዓኹም ከ ብፍላይ ሕጂ ዝብሉና ዘለዉ ኣብ ሓምሳን ሓሙሽተን ሽሕ ተመቒልኩም እዮም ዝብሉና ዌል ንዑ ክመፁ እያ ዝመ ዘሎ ቪድዮ ኣይ ቲንክ ንዓ ክሰርሐ ሓደ ነገር ክነግረኩም ካብ ብሓሶት ወይም ብዘይ መፅሓፍ ቅዱሳዊ ሓቂ ካብ ምሕባር ብሓቂ ምፍልላይ ይሓይሽ እዩ። መጽሓፍ ቅዱስ ክዛረብ ከሎ ሃዋርያ ጳውሎስ እንታይ ኢልዎ? ኣብ ማእከልኩም ምፍልላይ ከም ዘሎ ከፊለ ይኣምኖ እየ። እቶም ቁኑዓትኩም ምእንቲ ክገሃዱ ኣብ ማእከልኩም ሻራ ክኸውን ብግዲ እዩ። ስለዚ ብገለ ሓቅታት ትፈላለ ኢኻ። ስለዚ ሓቂ ይፈለየካ እዩ። መጽሓፍ ቅዱሳዊ ሕጂ ንኣብነት ካብ ሉተራዊት ቤተ ክርስቲያን ቤት መጥምቃውያን ዝበሃሉ ወጽኦም እዮም። ስለዚ ሓደ ንኣብነት ካብ ሉተራውያን መጥምቃውያን ክወጽኡ እንከለዉ ሉተር እታ ቤዝ ዝኾነት ብፍላይ ድማ እተን ሓሙሽተ ሶሎ ዝበሃላ which is ዓበይቲ ምግላጻት ክርስቶስ ጥራሕ መድሓኒ ጸጋ ጥራሕ እምነት ጥራሕ ቃል ኣምላኽ ጥራሕ ከምኡ ድማ ክብሪ ንኣምላኽ ጥራሕ ዝብላ ዘን ሓሙሽተ ቴማ ሒዙ ክወፅእ እንከሎ እቲ ጥምቀት ግን ከም ዘለዎ ናይ ካቶሊክን ናይቲ ዝነበረ ሒዝዎ ይወፅዩ ስለዚ መጥምቃውያን ሰብ ብእምነት ጥራሕ ይጸድቕ ምስ ጸደቐ ድማ እዩ ወይ ድማ ምስ ኣመነ ድማ እዩ ዝጥመቕ ኢሎም ድማ ወጽዮም ሕጂ ክወፁ ከለዉ ድማ ወፂኦም እውን ኣይኮነን እቶም ሽዑ ዝነበሩ ናይ ሉተራውያን ተኸተልቲ ነቶም መጥምቃውያን ዝበሃሉ ኣናፓፕቲዝ ኢሎሞም ወይ ድማ ካልኣይ ግዜ ዘጠመቑ ተባሂሎም መዓት ስደት እረ ክሳብ መስዋእቲ ዝበፅሑ እውን ኣለዉ ስለዚ እዚ ነይሩ ምፍልላይ ከምዚ እናበለ ሓቅታት ክፈላለየካ ይኽእል እዩ ኦኬ እቲ በዚክ ሓደ እዩ እቲ መሰረትና ሓደ እዩ እቲ ምንጻፍና ሓደ እዩ ሰብ ብእምነት ብጸጋ እዩ ዝድሕን ዝብል እዩ ክርስቶስ የሱስ ማእከል ዝገበረ መጽሓፍ ቅዱስ ማእከል ዝገበረ እዩ ነገር ግን ኣብ ገለገለ ተጓታቲቱ ዝመጸ ተሓዋዊሱ ዝኣተወ ነገር ግን ብሓቂ ምፍልላይ ኣሎ ስለዚ የሱስ ክርስቶስ ጥራሕ ኣብ ዝስበኾ፣ ቃል ኣምላኽ ጥራሕ ኣብ ዝንገሮ፣ ናይ ብሓቂ ወንጌላውያን ኣመንቲ ኣብ ዙርያኹም ብዙሓት እግዚኣብሔር ኣምላኽ ከማላኸተኩም ይኽእል እዩ። ስለዚ ፕሊስ ነዚ ጎይታ እዚ ናይ ብሓቂ ክትዓብዩ ክትልወጡ እቲ መንፈሳዊ ነገር ጥልቂ ክትኣትዉ እንተ ደኣ ደሊኹም ነዚ ቃል ኣምላኽ ጥራሕ ክትስዕቡ እንተ ደኣ ደሊኹም ጎይታ ከተኽብርዎ እንተ ደኣ ደሊኹም ኣቱም ኣቕሓ እግዚኣብሔር እትጾሩ ካብ ማእከሎም ውጹ ተፈለዩ እዩ ዝብል ስለዚ ተሓዋዊስካ ዝግበር እምነት የለን ጎይታ የሱስ ክርስቶስ ናብ ምድሪ ሰይፊ ከምጽእ መጽየ ሰላም ከምጻእ ምፍልላይ ክገብር እየ መጽእ ኢሉ ስለዚ ብሓቂ ምፍልላይ ኣሎ ብሓቂ ምፍልላይ ኣሎ እግዚኣብሔር መስገን ስለዚ የሱስ ክርስቶስ ጎይታ እዩ ኣምላኽ እዩ መድሓኒኡ ብዘይክኡ ካልእ መንገዲ የለን። ጎይታ የሱስ ክርስቶስ ኣብ ዝኾነ ቤተ እምነት ኮንኩም ክስዕብዎ ትኽእሉ ኢኹም፣ ነገር ግን ክትዓብዩ ክትልወጡ ናብቲ ዝነበርኩምዎ ድሕሪት ከይትምለሱ እንተ ደኣ ደሊኹም ግን ኣርሒቕካ ምኻድ ዝበሃል ኣሎ። ፈርኦን እንታይ ኢሎም ደቂ እስራኤል ኪዱ ግናኸ ኣይተርሕቑ ኢሎም እንታይ ማለት እዩ? ሓደ እዋን ደሓን ቀስ ኢልና ክንመልሶ ኢና ጥራሕ ይጽናሕ ኣብዚ። ስለዚ ቀስ ኢልካ ዝነበረካ ብርሃን ከተጥፍእ ዝነበረካ ሓቂ ክቕህም ዝነበረካ ሓቀኛ ሂወት በቲ ዝነበር ኣረጊት ማይ ብሑቕ ክብላዕ ክኽእል እዩ እሞ ስለዚ ናተይ ምዕዶ ወይ ድማ ናተይ ትምህርቲ ናተይ ናተይ ምርዳእ ኣምልጥ እዩ። የሱስ ጎይታ እዩ። ጎይታ ባረኩም።